ኣብ ማእከል ክልተ ኣፍላግ ናይ ሶርያ ዝርከብ ኣብ ውሽጡ ሓምሳ ደናግል ዘለዎኦ ሓውታ ዀነት። ስም እታ እመምንየት ኦርያና ትበሃል። ብፍርሃት እግዚኣብሄር ኣዕበየታ። ኣምላኻውያት መጻሕፍቲ መሃረታ። መልክዓ ጽብቕቲ እያ። ክትጋደል፣ ክትጸውም፣ ክትጽሊ፣ ኩሉ ግዜ ተጸሚዳ ብሰናይ ገድሊ ክትተግህ ጀመረት። ዲዮቅልጥያኖስ ከሓዲ ንጣኦታት ከምልኹ ምስ ኣዘዘ ንብዙሓት ክርስትያን ሓዝዎም። ሰማእትነት ተቐበሉ። እተን ደናግል ከኣ ካብቲ ደብሪ ወጺኤን ተሓብኣ። ብዘይካ ኦርያና እመምኔት ምስ እዛ ቅድስቲ ቅፍሮንያ ዝተረፈት የልቦን። ንጽባሒቱ ልኡኻት ንጉስ ናብቲ ደብሪ መጹ። ነዛ እመምኔት ሓዝዋ፣ ኣሰርዋ። እዛ ቅድስቲ ቅፍሮንያ ከኣ ነዛ ኣረጊት ሕደግዋ፣ ንዓይ ውሰድኒ በለቶም። ሽዑ ሒዞም ብሰናስል ሓጺን ኣሰርዋ፣ ናብ ገዛኢ ወሰድዋ። በቲ ግዜ እቲ ጓል ዕስራ ዓመት ነበረት። እታ መምንየት ከኣ እናበኸየት ትስዕባ ነበረት። ኣብ ቅድሚ ገዛኢ ምስ ኣቖምዋ ንኣማልኽቲ ሰውኢ በላ፣ ብዙሕ ኪዳናት ኣተወላ። ንሳ ግና ኣይተኣዘዘቶን፣ ንኪዳናቱ እውን ነዓቐቶን ኣቃለለቶን። ንሱ ኸኣ ብበትሪ ክሃርምዋ፣ ክዳና ቐዲዶም ጥራያ ኺገብርዋ ኣዘዘ። እታ እመ ምኔት ከኣ፣ ኣታ ከሓዲ ዓላዊ፣ ነዛ ንእሽቶ ጓል ከተሕስራ ስለ ዝፈቶኻ፣ እግዚኣብሄር ይሰንጥቕካ እናበለት ዓው ኢላ ጨርሐት። እቲ ገዛኢ መሊሱ ተቖጥዐ። ንቕድስቲ ቅፍሮንያ ክኣስርዋ፣ ኣብ ዕንክሊል ገይሮም ከኣ ስጋኣ ብመጋዝ ከጨናድሕዋ ኣዘዘ። ኩሉ ኣካላታ ክሳብ ዝደጋገል እዚ ኩሉ ኣብኣ ፈጸሙ። ንሳ ግና ካብ ኩሉ ሽግራ ከድሕና ናብ እግዚኣብሔር ትጽሊ ካብኡ እውን ረድኤት ትደሊ ነበረት። ካብቲ ጥፍኣት ከኣ ኣብኣ ወላ ሓንቲ ኣይበጽሐን። ድሕርዚ መልሓሳ ቆረጹ፣ ኣስናና ሰበሩ፣ ኣካላታ ቆራረጹ፣ ስጋኣ እውን ብሓዊ ኣቃጸልዎ። ጎይታና ከኣ ኣሕወያ። እዚ ገዛኢ ብምስቃያ ምስ ደኸመ ርእሳ ብሰይፊ ክቆርጽዎ ኣዘዘ፣ ሰየፍዋ ድማ። ናይ መንግስተ ሰማያት ኣኽሊል ሰማዕትነት ተቐበለት። ሓደ ሃብታም ሰብኣይ መጺኡ ስጋኣ ወሲዱ ብጽቡቕ ኣልባሳት ገነዛ፣ ኣብ ወርቂ ሳንዱቕ ኣቐመጣ። ካብኣ ኸኣ ብዙሓት ተኣምራትን መንክራትን ተራእዩ። እግዚኣብሔር ብጸሎታ ይምሓረና ንዘለዓለም ዓለም ኣሜን። ሰላም ለቅፍሮንያ ኣስናኒሃ ዘሰበሩ ወመለያልያቲሃ ዘመተሩ

ኮልዮስ ሊቀ ጳጳሳት በርተለሜዎስን ገብረ መድህን ጻድቕ መነኮስን ኣዕረፉ። በረኸቶም ምሳና ትኹን ንዘለዓለም ዓለም ኣሜን። በዛ ዕለት እዚኣ ክልተ ኣሕዋት ካህናት ቅዱሳን ተጋደልቲ ብዩክን ቢንያምን ኣዕረፉ። እዞም ቅዱሳን እዚኦም ካብ ደቡብ ግብፂ ዝኾነት ኣብ ከባቢ ቲዳ ቱታ ዝተባህለት ዓዲ ቤተ ክርስቲያን ኣገልገልቲ ካህናት እዮም። ኣቦኦም ከኣ ሓላፊ ቤተ ክርስቲያን ሕያዋይን ገርህን ዝኾነ ሰብኣይ ነበረ። ደቁ ከኣ ብቕድስና ፍጹማን ዝኾኑ እዮም። እግዚኣብሔር ከኣ በእዳዎም ዓበይቲ ተኣምራትን መንክራትን ይገብር ነበረ። ብዙሓት ሕሙማት ብእኦም ይሓዊ ነበሩ። ንሳቶም ከኣ ካብ ዒላ ማይ ናይቲ ቤተ ክርስቲያን ይሓጽብዎም እሞ ንግዚኡ ካብ ሕማሞም ይሓውዩ ነበሩ። ኣቦኦም ክመውት ምስ ቀረበ፣ ሽዑ ቢንያም ወዱ ቅዳሴ ቅዱስ ቁርባን ክቕድስ ናብ ቤተ ክርስቲያን ኣትዩ ልብሰ ተክህኖ ለቢሱ ነበረ። ኣቦኻ ክመውት ቀሪቡ ክርእየካ ከኣ ይደሊ ኣሎ ኢሎም ነገርዎ። ኣነስ ቅዳሴ ቅዱስ ቁርባን ከይፈጸምኩ ኣልባስ ክህነት ካባይ ከውጽእ ኣይክእልን እየ በሎም። ቅድሚ ዕረፍቱ ክሪኦ እግዚኣብሔር ፍቓዱ እንተኾይኑ ጽቡቕ፣ እንተዘይኮይኑ ከኣ እግዚኣብሔር ፍቓዱ ይኹን በለ። ከምዚ እናበለ ኣቡ ሰለስተ ግዜ መልእኽቲ ለኣኸ። ንሱ ድማ ከምኡ እናበለ ጸኒሑ ቅዳሴ ቁርባን ምስ ፈጸመ ከደ። ግናኸ ዐሪፉ ሞይቱ ጸንሖ። ኣጸቢቑ ሓዘነ። ኣውራ ድማ ብዛዕባ ንዋየ ቅድሳት ናይ ቤተ ክርስቲያን እቶም ንዋየ ቅድሳት ምስ ኣቡኡ ነበሩ። ንሱ ኣቡኡ ኣበይ ከም ዘንበሮም ኣይፈልጥን ነበረ። ኣባ ብዩክ ከኣ ናብ ገዳም ኣስቄጥስ ከይዱ ነቶም ኣረጋውያን ብዛዕባ ንዋየ ቅድሳት ናይቲ ቤተ ክርስቲያን ክሓቶም ኣማኸሮ። ኣብ ገዳም ኣስቄጥስ ከደ። ምስ ኣባ ዳንኤል ናይቲ ገዳም ኣበምኔት ተራኸበ። ኣባ ዳንኤል ከኣ ንኣባ ብንያም ኩሉ ክገብሮ ዘለዎን ብዛዕባ ናብኡ ምምጻእን ነገሮ። ናብ ሓደ ጻድቕ ሰብኣይ ክኸይድ ንሱ ከኣ ብዛዕባ ናብኡ ምምጽኡ ከም ዘረድኦ ሓበሮ። ሽዑ ናብቲ ዝሓበሮ ሰብኣይ ከደ። እቲ ጻድቕ ሰብኣይ ከኣ እቲ ንዋየ ቅድሳት ኣበይ ከም ዘሎ ገለጸሉ። ተመሊሱ ድማ ከምቲ ዝበሎ ረኸቦ። ብድሕርዚ እዚ ቅዱስ ምስ ሓዉ ብዅሉ ጽቡቕ ገድልን ፍጹም ትግሃትን ተጸምደ። በቲ እዋን እቲ ምእመናን ካብ ቅዱስ ሥጋ ዝተረፈ ነቶም ንሞት ዝቐረቡ ሕሙማት ካብኡ ንኽህብዎም ኢሎም የንብሩ ነበሩ። ሰይጣን ከኣ ንኸይሲ ተመን ኣለዓዒሉ ንሳንዱቕ መፍትሑ ኣሕሊፉ እቲ ቅዱስ ቍርባን በልዖ። እዞም ቅዱሳን እዚ ምስ ፈለጡ ኣጸቢቖም ሓዘኑ። ነቲ ተመን ቀተልዎ። ብዛዕባ እቲ ቅዱስ ሥጋ ዝበልዖ ኸኣ ነዚ ተመን ክበልዕዎ ተማኸሩ። ንጎይታና ኸኣ ነዚ ክገብርዎ ዝሓሰቡ ፍቓዱ እንተኾይኑ ክረድኦም ሓተትዎ። መልኣኽ እግዚኣብሔር ከኣ ተገሊጹ ነቲ ተመን ክበልዕዎ ኣዘዞም። ንሳቶም ከኣ በልዕዎ እሞ ኣዕረፉ። እግዚኣብሔር ግብሮምን ገድሎምን ንሓንቲ ቅድስት ድንግል ገለጸላ። ንሳ ኸኣ ኣብቶም ቅዱሳን ዝኾነ ነቶም ሕዝቢ ነገረቶም። ጽብቕቲ ቤተ ክርስቲያን ሃነጹሎም። ካብ ሥግኦም ከኣ ብዙኅ ተኣምርን መንክርን ተራእየ።

ሰላም ንቢንያምን ንሓዉ እውን ብዩክ ብጸሎት ዝተግሁ ብኣማላድነት እውን ውሱኽ ክሳብ ናብኦም ዝመጸ ካብ ልዑል ኣምላኽ ብዛዕባ ከይሲ ዝበልዐ ስጋ ቅዱስ ወብሩኽ ምብላዕ ከይሲ ዝእዝዝ መልኣኽ በዛ ዕለት እዚኣ ኣግርጥዮስ ሊቀ ጳጳሳት ተዕረፈ። በረኸቱ ምሳና ትኹን ንዘለዓለም ዓለም ኣሜን። በዛ ዕለት እዚኣ ቶማስ ሃዋርያ ብዛዕባ ኣብ ቤት መያሲ እንዳ መስተ ዝሓረድዋ ሰበይቲ ተኣምራት ገበረ። ሓደ ጎቦዝ ሰብኣይ ዘይግባእ ተግባር ዝገብር ዝነበረ ንሱ በረኸት ኣኮቴት ብእዳዉ ተቐቢሉ ናብ ኣፉ ከእቱ ምስ ደለየ ኣእዳዉ ደረቐ። እቶም ዝረኣይዎ ሰባት ከኣ እቲ ዝኾኖ ንሃዋርያ ነገርዎ። ሃዋርያ ከኣ ጸዊዑ ወደይ'የ እንታይ ጌርካ ንገረኒ ጸጋ እግዚኣብሔር ዘሊፉካ ኣሎ በሎ። እቲ ጎቦጥ ሰብኣይ ከኣ ኣብ እግሪ እቲ ሃዋርያ ሰጊዱ ሓጢኣቱ ተኣመነ። ጽቡቕ ዝገብር ዘለኹ መሲልኒ ሕማቕ ግብሪ ገይረ ኣለኹ። ሓንቲ ሸያጢት መስተ ሰበይቲ ኣፍቀርኩ። ምስኣ ዝደለኽዎ ክገብር ሓተትክዋ። ምስ ኣበየትኒ ሰይፊ ወሲደ ቀተልክዋ በሎ። ሃዋርያ ከኣ ከመይ ጌርካ እዚ መዓት ግብሪ ኣራዊት ገበርካዮ በሎ። ሽዑ እዚ ሃዋርያ ማይ ከምጽእሉ ኣዘዘ። ኣብ ልዕሊ ማይ ጸልዩ ከኣ ብጎይታና ኢየሱስ ክርስቶስ ተኣመን። ኣእዳውካ ተሓጸብ በሎ። ምስ ተሓጽበ ከም ቀደሙ ኮነ። ሓወየ በል ኣብቲ ሬሳ ናይታ ሰበይቲ ዘለዎ ምርሓኒ በሎ። መሪሑ ድማ ነታ ሰበይቲ ኣብታ ዝቐተላ ቦታ ኣብጽሖ። ሃዋርያ ከኣ ምስ ረኣያ ኣዝዩ ሓዘነ፣ ኣብ ዓራት ክሰቕልዎ ኣዘዘ፣ ከም ዝኣዘዞም ገበሩ። ኢዱ ኣብ ልዕሊኣ ኣንቢሩ ጸለየ። ጸልዩ ምስ ወድአ ነቲ ገቦዝ ኪድ ኢዳ ሒዝካ ኣነ ብኢደይ ቀተልኩኺ፣ ብኢደይ ከኣ ኢየሱስ ክርስቶስ የተንስእኪ በላ በሎ። ንሱ ኸኣ እቲ ጎበዝ ብእምነት ናብኣ ቐረበ፣ ኦ ክርስቶስ፣ ብኣኻ ኣሚነ ኣሎኹ በለ እሞ፣ በታ ግዜ እቲኣ እታ ሰበይቲ ኢዳ ሰሓባ። ሽዑ ተንሰአት፣ ብልል ኢላ ነቶም ህዝቢ ዅሎም እናረኣዩ ኣብ ዓራታ ተቐመጠት። ነቲ ሃዋርያ ምስ ረኣየቶ ኸኣ ዓራታ ገዲፋ ኣብ እግሩ ሰገደት፣ ጫፍ ክዳኑ ሓዘት፣ ኣበይ ደኣ ኣሎ እቲ ኻልእ ምሳኻ ዝነበረ፣ ናባኻ ዘማዕቈበኒ በለት። ሃዋርያ ቶማስ ከኣ ንገርኒ እስከ፣ ኣበይ በጺሕኪ በላ። ንሳ ኸኣ መለሰትሉ፣ ሓደ ሰብኣይ ኵለንትንኡ ጸሊም፣ ልብሱ ኣጸቢቑ ረሳሕ፣ ተቐቢሉ ናብ ቦታ ጽልመት ወሰደኒ። ኣብኡ ብዙሕ በዓትታት ሕማቕ ጨና ዝጨኑ ኣሎ፣ ጕድጓድ ሓዊ ዝነድድ፣ መንኰርኰር ሓዊ፣ ኣብቲ መንኰርኰር ከኣ ሕማቕ ንፋስ ረኣኹ። መሊሰ ድማ ካልእ ጕድጓድ ረኣኹ፣ ርስሓት ዝመልአ ፈልጺ ዕንጸይቲ ኣብኡ ሁር ይብል፣ ኣብኡ ነፋሳት የንገርግሩ፣ ገለ ልሳናቶም ዝቖሰለ፣ ገለ ብጸጕሪ ርእሶም፣ ገለ በእዳዎም ገለ በእጋሮም በራእሶም ኣብ ትሕቲ እቲ ትኪ እቲ መግሃር ሓዊ ከኣ ኣብ ልዕሊኦም ይነድድ ነበረ። ካልእ ቦታ ጽልመት ክፉእ ዝሽትኡ ከኣ ረኣኹ። እቲ ዝመርሓኒ ዝነበረ ድማ እዞም ነፍሳት እዚኦም ናይ ዘመውቲ፣ ከሰስቲ፣ ሓሰውቲ፣ መንጠልቲ፣ ሰረቕቲ፣ ቀተልቲ፣ ሕሙማት ዘይበጽሑ፣ ሕጊ እግዚኣብሔር ዘይዝክሩ እዮም በለኒ። ምእንቲ እዚ እንሆ ከም ምግባሮም ይፍደዩ ኣለዉ በለኒ። እቲ ሃዋርያ ኸኣ ነቶም ኣብኡ ዘለዉ እዛ ሰበይቲ ትብሎ ዘላ ሰሚዕኩሞ ዶ በሎም እቲ መቕጻዕቲ እዚ ጥራሕ ኣይኮነን ካብዚ ዝኸፍእ ኸኣ ኣሎ ንስኻትኩም ከኣ ናብ እግዚኣብሔር ተመለሱ ግብሪ ሓጢኣትን ክፉእ ሕሊናን ሕደጉ ብሃይማኖትን ብየዋህ መንፈስ ቅድስናን ንበሩ እሞ ጸጋ እግዚኣብሔርካ ክትቅበሉ ኢኹም በሎም እቶም ህዝቢ ኸኣ ኵላቶም ብጐይታና ኢየሱስ ክርስቶስ ኣመኑ ንድኻታት ምጽዋት ክህቡ ብዙሕ ወርቅን ብሩርን ኣከቡ። ነቲ ሃዋርያ ልማዱ ወሃቢ ምጽዋት ነበረ። ዜንኡ ናብ ኩለን ዓድታትን ከባብን ተሰምዐ። ኩሎም እቶም ሕሙማን፣ ቃንዛ ዘለዎም፣ ክፉኣት ኣጋንንቲ ዘለዎም፣ በብወርሒ ዝለዓል ሕማም ዘለዎም፣ ሽጉራት ኩሎም ብዓራት ጾይሮም የምጽእዎ እሞ በታ ሃዋርያ ዝሓልፈላ መገዲ የቐምጥዎም። ንሱ ከኣ ብሓይሊ ጎይታና ኢየሱስ ክርስቶስ የሕውዮም ነበረ። በረኸቱ ምሳና ትኹን ንዘለዓለም ዓለም ኣሜን።

ከመይ ጌርካ ትሓተኒ ዝማረኽካኒ እንዲኻ ንሲኦል ካብ ከርሳ ዘቕረብክዎ ማህልየት ኣዘኻኺራ ኣእላፍ ካብቶም ኣዘውቲሮም ዘገልግሉኻ ኩሉ ግዜ ብዘይ ምዕራፍ እንዳኽንብብ ተቐበል ናይ ድኽነተይ መጽሓፍ ዝገበርካ ጎይታ ናይታ መበለት መባእ ውኩፍ ካብ ዘእተውዎ ሃብታማት ናይ ሃብቶም ትረፍ ቅዱሳን ነቢያት ሃዋርያት እውን ሰባኽያን ሰማእታት ምስ ጻድቃን፣ ደናግል ከኣ መነኮሳት ውን ሄራን ባርኾት ባርኹ ማሕበር እዛ ቅድስት ቤተ ክርስቲያን ካብ ዝዓበየ ሽማግለ ክሳብ ዝነኣሰ ህጻን ንዝጸሓፎ ብመጽሓፍ ንዘጸሓፎ ውን ብምድራስ ንዘንበቦ ንዝተርጎሞ ብልሳን ሓዲስ ንቃሉ ውን ዝሰምዐ ብእዝኒ መንፈስ ብጸሎት ኣዲኡ ማርያም ዓራቂት ካብ ኩሉ ምባኣስ ኣሕቢሩ ይምሓረና ኢየሱስ ክርስቶስ። ሰላም ንዓኹም ጻድቃን ምስ ሰማይት ዘዕረፍኩም በዛ ሎሚ ዕለት ንዓለም ዘሰነፍኩም ኢኹም ንስኻትኩም ብኹሉ ትዕግስት ኣብ ቅድሚ ፈጣሪ ለምኑ ብኹሉ ሰዓት ብዘይካ ንስሓ ንዓና ከይወስደና ሞት። ሰላም ንዓኹም ናይዛ ዕለት እዚኣ ጻድቃን ኩልኹም ሰብኡትን ኣንስትን በብኣስማትኩም ቅዱሳን ሰማይን ምድርን ማሕበር ስላሴ ንስኹም ምእንቲ ማርያም ኣድዩ ዘክሩን ኣብ ጸሎትኩም ንኽትሕልውና ተማሕጺንና ኣሎና ብናይ ክርስቶስ ደም